ደቂ ኤረና ጀጋኑ ኢና ከምኡ ኢና ንገብር ክንቅጽሎ ኢና ሕጂ ውን ደቂ ኣንስትዮ ትግራይ እዚ ማእሰርቲ ብፍላይ ንመንእሰያት ዕላማ ዝገበረ ዩ ካብ ጎደናታት ካብ መዘናግዒ ቦታታትን ይግፈፉ ከም ዘለዉ ትማሊ ኣብ ውሽጢ ኢትዮጵያ ዝተወልዐ ኩናት ዝምልከት ዩ ኣብ ማህጸን ጓል ኣንስተይቲ ዝተረኽበ ሰላም ከመይ ትኾኑ ጋይስ ንሎሚ መዓልቲ ከኣ ሕጽር ዝበሉ ኣገደስቲ ሓበሬታታት ክነግረኩም እየ ሳብ መወዳእታ ምሳይ ጽንሑ let's go። Chip Chip Wakafiri. ሰዚ ጋይስ ናይ መጀመርያ ሓበሬታታት እንዳገደደ ዝኸዩ ዘሎ ምእሳር ኤርትራውያን ኣብ ኣዲስ ኣበባ ዝምልከት እዩ። ኣብ ዝሓለፉ ውሑዳት ዓመታት ጀሚሩ ኤርትራውያን ኣብ ኣዲስ ኣበባ ብተደጋጋሚ ማእሰርቲ ከምኡውን ዝተፈላለዩ ግፍዕታት ክወርዶም ከም ዝጸንሐ ይፍለጥ እዩ። ኣብዚ ሕጂ እዋን ከኣኒ ኤርትራውያን ከምኡውን ተጋሩ ኣብ ኣዲስ ኣበባ ይእሰሩ ኣለዉ ዝብል ብተሓለቕቲ ሰብኣዊ መሰላትን ከምኡውን ናይ ዓስም ናይ ዓይኒ መሰኻኽርን ይገልጹ ኣለዉ። ኣብ ኣዲስ ኣበባ መንነት መሰረት ዝገበረ ማእሰርቲ ይፍጸም ከም ዘሎ ኣብ ቀይዲ ዝተፈትሑ ስድራ እሱራት ገሊጾም ኣለዉ። ሰባት ናብ ቤት ፍርዲ ከይቀረቡ ንመዓልታት ይእሰሩ ከም ዘለዉ እውን ተሓቢሩ ኣሎ። ቀዳምነት ንሰብኣዊ መሰላት ብዝብል ዝጽዋዕ ጉጅለ ተጣባቒ ሰብኣዊ መሰላት ብወገኑ ኣብ ኣዲስ ኣበባ ብውሕዱ ኣብ ሽዱሽተ ክፍለ ከተማታት ተወለድቲ ትግራይ ብዘይ ፈቓድ ተኣሲሮም ከም ዘለዉ ተፈሊጡ ኣሎ። ካብ ተወለድቲ ትግራይ ብተወሳኺ ኤርትራውያን እውን ግዳይ ማእሰርቲ ናይዚ ማእሰርቲ ይኾኑ ከም ዘለዉ እውን ተገሊጹ ኣሎ። ብፍላይ ኣብ መንጎ ኤርትራን ኢትዮጵያን ወጥሪ እናኸረረ ኣብ ዝኸይ ዘሎ እዋን ኣብ ልዕሊ ኤርትራውያን ስደተኛታት ዝፍጸም ማእሰርቲ እናወሰኸ ከምዝኸደን ጸብጻባት ይሕብሩ ኣለዉ። ቢቢሲ ዘዘራረቦም ዝተፈላለዩ ነበርቲ፣ ሓደ ኣባለ ስድራ ተኣሲሮም ዝነበሩ ከምኡ'ውን ቀዳምነት ንሰብኣዊ መሰላት፣ እቲ ማእሰርቲ ካብ ዝሓለፈ ክልተ ሰሙን ዝጀመረ ምዃኑን'ዩ ተሓቢሩ ዘሎ። እዚ ማእሰርቲ ካብ ዝጅምር ክልተ ሰሙን ገይሩ ኣሎ። ብጃምላ ግፋ ካብ ዝጅምር ከኣ ዓሰርተ መዓልታት ከምዝገበረ ምክትል ዳይረክተር ቀዳምነት ንሰብኣዊ መሰላት ኣቶ መብርሂ ብርሃነ ገሊጹ ኣሎ። እቲ ጉጅለ ተጣባቒ ሰብኣዊ መሰላት፣ ነዚ ማእሰርቲ ብዝምልከት ብሶኑይ ዕስራን ሰለስተን ሰነ ክልተ ሽሕን ዓሰርተ ሸውዓተን ብግእዝ ኣብ ዘውጽኦ ሓጺር ጸብጻብ ኣብ ትግራይ ዝመጹ ኣብ ኣዲስ ኣበባ ዝነብሩ ተጋሩ ብስሞም ብላህጅኦምን ብቋንቁኦምን ይፈላልይዎም ከምዘለዉ ካብ ተኣሲሮም ዝተፈትሑ ክረጋገጽ ከምዝኸኣለ ተሓቢሩ'ሎ። እቲ ትካል ኣብ ዝተፈላለዩ ቦታታት ክፍለ ከተማ የካ፣ ለሚኩራ፣ ቦሌ ልደታ፣ ኣዲስ ከተማን ንፋስ ስልክ ላፍቶን ክትትል ብምግባር ነቲ ጸብጻብ ከም ዘካየዶ እዩ ምክትል ዳይረክተር መብርሂ ሂቡ ዘሎ። ከም ውጽኢቱ ድማ ነቶም እሱራት መጀመርያ ኣብ መብራት ፖሊስ ተኣሲሮም ድሕሪ ምጽናሕ ናብ ቤት ማሕቡስ ከም ዝሰጋገሩ እዩ ተሓቢሩ ዘሎ። እዚ ማእሰርቲ ብፍላይ ንመንእሰያት ዕላማ ዝገበረ እዩ። ካብ ጎደናታት ካብ መዘናግዒ ቦታታትን ይግፈፉ ከም ዘለዉ ናብ ቤት ፍርዲ እውን ኣይቀርቡን እዮም። ዝሓትዎም ነገር እውን ከም ዘየለ እዩ ተሓቢሩ ዘሎ። ንምንታይ ከም ዝኣስርዎም እኳ ኣይነግርዎምን እዮም ብምባል እዩ እዚ ምክትል ዳይረክተር ገሊጹ ዘሎ። ስለዚ ኣብዚ ሕጂ እዋን ኣብ ኣዲስ ኣበባ ትነብሩ ብፍላይ ኣብዚ ሕጂ እዋን ኣብ ዝሓለፈ ክልተ ሰሙን ጀሚሩ ኣዚኹም ጥንቃቐ ክትገብሩ ከምዚ ኣብዚ ተጠቒሱ ዘሎ ወይ ብዳይሬክተር ተነጊሩ ዘሎ ኣብ ጎደናታት ከምኡ መዘናግዒ ቦታታትን ብፍላይ ከኣ ንመንእሰያት ዕላማ ዝገበረን እዩ ዘሎ እቲ ግፋ ስለዚ ጥንቃቐ ክትገብሩ በዚ ኣጋጣሚ ክምሕጸነኩም እደሊ። ዩኤስኤይድ ተቋሪፁ ዝብል ሓበሬታ እዩ። ዩኤስኤይድ ዝኾነ ይኹን ናይ ወፃኢ ሓገዝ ምሃብ ደው ከምዘበለ መንግስቲ ኣሜሪካ ትማሊ ኣፍሊጡ ኣሎ። ሚኒስትር ጉዳያት ወፃኢ ኣሜሪካ ማርክ ሩቢዮ ሜኪንግ ፎሬን ኤይድ ግሬት ኤጌይን ብዝብል ኣርእስቲ ኣብ ዝሃቦ መግለፂ ዩኤስኤይድ ካብ ሓደ ሓምለ ጀሚሩ ዝኾነ ይኹን ናይ ወፃኢ ሓገዝ ከምዘይህብ እዩ ኣፍሊጡ ዘሎ። ካብ ሕጂ ንደሓር ንካልኦት ሃገራት ዝወሃብ ሓገዝ ብሚኒስትር ጉዳያት ወፃኢ ኣብ ትሕቲ ረብሓታት ኣሜሪካ ዝሕሎን ምስ ፖሊሲ ምምሕዳር ኣሜሪካን ዝሰማማዕን ኩነታት ከም ዝወሃብ እዩ ሓቢሩ ዘሎ ማርክ ሩቢዮ ማለት እዩ። እቲ ሓገዝ ዝያዳ ተሓታትን ስትራተጂካውን ስሉጥን ክኸውን እዩ ዝበለ ማርክ ሩቢዮ፣ ዩኤስኤይድ ቅድሚ ሕጂ ንነብሱ ከም ለጋሲ ትካል እዩ ዝቖጽራ ነይሩ፣ ከምኡ'ውን መሳርሒ ረብሓታት ኣሜሪካን ምዃኑ ሓደ ሓደ ግዜ ንኣንጻር ኣሜሪካ ዝኾና ሃገራት እውን ይሕግዝ ምዃኑ እውን ማርክ ሩቢዮ ገሊጹ ኣሎ ማለት እዩ። እዚ ከኣ ናይ መወዳእትኡ ወይ እዚ ዛንታ እዚ ናይ መወዳእታ ሎሚ ኮይኑ ኣሎ ብምባል እዩ መግለጺ ኣውጺኡ ዘሎ ማለት እዩ። ስለዚ ዩኤስኤይድ ከም ዝተቋረፀ ካብ ኣሜሪካ ዝህቦ ዝነበረ ንዝተፈላለዩ ሃገራት ዝህቦ ዝነበረ ሓገዝ ከም ዝተቋረፀ ተሓቢሩ ኣሎ። ኣብ ካልእ ሓበሬታ ኣብዚ ክልተ መዓልቲ ብዘጋርድያን ዝተዘርገሐ ኣዝዩ ኣሰንባዲ ከምኡውን ኣዝዩ ዘሕዝን ሓበሬታታት ነይሩ። እዚ ሓበሬታ እዚ ዘጋርድያን ኣብ ዝሓለፈ ክልተ መዓልቲ ምስ ዘርገሖ ከኣኒ ብዙሓት ናይ ኢትዮጵያ ሜድያታት ከም በዓል ቲክቫህ ኢትዮጵያ ዝኣመሰሉ ነዚ ሓበሬታ እዚ ብተደጋጋሚ ክዝርግሖ ቀኒዮም ኣለዉ። እዚ ሓበሬታ እዚ ከኣ ኣብ ሓንቲ ጓል ኣንስተይቲ ዝተረኽበ ኣብ ማህጸን ጓል ኣንስተይቲ ዝተረኽበ ንብረት ብምባል እዮም እዚ ትሪእዎ ዘለኹም ከም ኣርእስቲ ዘርጊሖሞ ዘለዉ ማለት እዩ። እዚ ስእልታት ዘሎ እዚ ሓጻውን ከም ትሪእዎ ዘለኹም መስደዲ ጽፍሪ ካልእ ሓጻውን ብሎናትን ከምኡውን መልእኽቲ ድሓዘ ወረቓቕትን ኣብ ማህጸን ጸኒሑ ኢሎም እዮም እዚ ኣብ ማስ ሜድያ ዘርጊሖምዎ ዘለዉ። እዚ ኣይኮነን ሰብ ጌርዎ፣ ብሓፈሻ ከምዚ ዓይነት ተጌሩ ኢልካ ውን ንኽትሰርሕ ወይ ውን ተጌሩ ኢልካ ንኽትኣምን ኣዝዩ ዘጸግም ሓበሬታ እዩ ዘጋርድያን ዘርጊሒ ዘሎ ማለት እዩ። ከምስ ትሪእዎ ደለኹም ኣብዚ ክልተ ወረቓቕቲ ክልተ መልእኽትታት ዝሓዘ እዩ ብምባል እዩ ዘርጊሕዎ ዘሎ። እቲ ቀዳማይ ደቂ ኤረና ጀጋኑ ኢና ከምኡ ኢና ንገብር ክንቅጽሎ ኢና ሕጂ ውን ደቂ ኣንስትዮ ትግራይ ፍረ ከም ዘይህባ ኽንገብር ኢና ሕጂ እባ ሶሪ ሕነ ሽሕን ትሽዓተ ሚእትን ቴስዓን ዓመተ ምህረት ክንፈድዮ ሕጂ ውን ኣብ መስመር ኣለና ሽሕን ትሽዓተ ሚእትን ቴስዓን እንታይ ከም ዝተፈጥረ ኣነ ውን ኣይፈልጥን እየ ግን ኣብዚ መልእኽቲ ከምኡ ኢሉ ኣሎ ኣብ ሽሕን ትሽዓተ ሚእትን ቴስዓን ኣብ መንጎ ምኽንያቱ ዘጋርድያን ኣብ መንጎ ህዝቢ ትግራይን ኤርትራን ዘሎ ሽግር እዩ እዚ ሓበሬታ ወይ ሽግር ከም ዘሎ እዩ እዚ ሓበሬታ ዘርጊሕዎ ዘሎ ስለዚ ኣብ ሽሕን ትሽዓተ ሚእትን ቴስዓን ካኒ ኣብ መንጎ ህግደፍን ህወሓትን ሰላም እዩ ነይሩ ብዓይኒ ፖለቲካ ክንሪኦ ማለት እይኮነን ዶ ብ ኣብ መንጎ ህዝብታት ማለት እዩ ሕነ ሽሕን ትሽዓተ ሚእትን ቴስዓን ዓመተ ምህረት ክንፈድዮ ሕጂ ውን ኣብ መስመር ኣለና ዝብል ናይ ሽሕን ትሽዓተ ሚእትን ዓመተ ምህረት ንምንታይ ኣምጺኦ ኣነ ውን ኣይተረደኣንን ናይ ክል እታ ካልእይቲ ወረቀት ከኣ እንታይ እያ ትብል ዘላ ደቂ እስመራ ጀጋኑ ኢና ኣብዚኣ ከኣ ን ደቂ እስመራ ዝዓለመት እያ ኮይና ዘላ ደቂ እስመራ ጀጋኑ ኢና እቲ ብ ቴስዓ ዝገበርክዮ ረሲዕክዮ ድሮ ሕጂ ውን እታ ብ ቴስዓ ትብል ደጊምዋ ኣሎ ምናልባት ኣብዚ ግን እታ ቴስዓ ናብ ብ ግእዝ እዩ ሓሲብዋ ዘሎ ዘ ጋርድያን ብ ግእዝ እንድሕር ኮይኑ ከኣ ኢርትራ ብፈረንጂ ከም ትቆጽር The Guardian ኣይፈለጦን መስለኒ ንሕና ግን ሕጂ ውን ኣይንርስዖን ኢና ካብ ሕጂ ጀሚሩ ሓንቲ ትግራወይቲ ኣብ ትግራይ ኣይክትወልድን እያ ፈደይቲ ሕነ ምኳና ብስረና ከነርእዮም ኢና ካብ ሕጂ ጀሚሩ ንሓንቲ ጓልንሰይቲ ከይትሓድጉ በልወን ንበለን። እዩ ዝብል ዘሎ። ከምዚ ዓይነት ንኽትሰምዖ ዘስካሕክሕ ሓበሬታ ብ ዘጋርድየን ምዝርግሑ ኣብ ክልትኤን ሃገራት ወይ ኣብ ሞንጎ ክልቲኡ ሃገራት ዘሎ ናይ ፖለቲካዊ ለውጢ ክትገብር ወይ ኣብ መንግስቲ ጽልዋ ንኽትገበር ዘይኮነ ኣብ ሞንጎ ህዝብታት ን መዋእል ደው ዘይብል ጽልኢ ንኽትፈጥር ደው ዘይብል ደም ንኽትተክል እትገብሮ ሓበሬታታት ወይ ከኣ መልእኽቲ እዩ ከምዚ ዓይነት ሓበሬታታት ማለት እዩ እዚ ከኣ ብዝተፈላለዩ ዓበይቲ ቻነላት ኢትዮጵያ ከም በዓል ቲክቫህ ዝኣመሰሉ ብተደጋጋሚ ክዝርጋሕ ዝቐነየ እዩ። ብጀካዚ ብወገን ኤርትራውን መልሲ ተዋሂብዎ ኣሎ ብየማነ ገብረመስቀል። ሚኒስትሪ ዜና የማነ ገብረመስቀል እዚ NED፣ USAID፣ ሕብረት ኤውሮጳን ዝምወላ ማዕከናት ዜና ዘ ጋርድያንን ካልኦት ተዛማዲ ዞባዊ መርበባትን ኣዲስ ስታንዳርድን ወዘተን ነቲ ዛንታ ንዝለዓለ ሸፈነ ዳግማይ ይጥቀማሉን የዕብዮን ኣለዋ ብምባል እዚ ናይ ጸለመን ናይ ሓሶት ሓበሬታን ኣብ ልዕሊ ሓይልታት ምክልኻል ኤርትራ ዝፍጸም ዘሎ ጃምላዊ መጥቃዕቲ ምዃኑ ገሊጹ'ሎ። ሓይልታት ምክልኻል ኤርትራ ስልጡንን ብሕጊ ዝምእዘንን ምዃኑን ኣብ መወዳእታ መዓልታት ኲናት ናጽነቱን እንተኾነ ሰልፊ ደሞክራሲ ህዝቢ ኤርትራ ሚእቲ ሽሕ ምሩኻት ኢትዮጵያውያን ፈቲሑ ብሰላም ናብ ሃገሩ ክምለሱ ከምዝገበረ ምዝካር የድሊ ብምባል የማነ ገብረመስቀል ትማሊ ኣብ ትዊተር ጽሒፉ'ሎ። ናብ ካልእ ሓበሬታ ትማሊ ኣብ ውሽጢ ኢትዮጵያ ዝተወልዐ ኲናት ዝምልከት እዩ። እዚ ትማሊ ዝበፀሐ ሓበሬታ ከም ዘመልክቶ ኣብ ሞንጎ ሓይልታት ምክልኻል ትግራይን ሓይሊ ሰላም ትግራይ ተባሂሉ ዘሎን ኣብ ዝሓለፉ ውሑዳት እዋናት ኣብ ክልል ዓፋር ክስልጥን ዝፀንሐ ማለት እዩ ኣብ ከባቢ ራያ ወጀራት ኣል ዓሳ ዝፍለጥ ቦታ ናይ ሞርታር ልውውጥ ከም ዘካየደ እዩ ተሓቢሩ ዘሎ። ቅድሚ እዚ ኩነታት ኣብ ክልል ትግራይ ዝመደበሩ ሳልሳይ ወያነ ትግራይ ኣብ ዝሃቦ መግለጺ፣ ኣብ ውሽጢ ህወሓት ዘሎ ምክፍፋል ናብ ግጭት ከስዕብ ከምዝኽእል ኣጠንቂቑ ምንባሩ ይዝከር። እዞም ኣብ ሓራ መሬት ኣለና ዝብሉ ዕጡቓት ትግራይ ዝመርሕ ገብረዝጋብሄር በየነ፣ ወዲ ኣንጥሩ ዝተብሃለ፣ ቅድሚ ሕጂ ድሌታቶም ወይ ከኣ ምስ ህወሓት ዘለዎም ፍልልይ ኣብ ቢቢሲ ገሊጹ ምንባሩ ይዝከር። ንሰማዕትና ንጹር ንምግባር ሕዘበ ኢኻ ዘለኻ ጀነራል ትዘሎ ኩነታት እትብሎኸ እንታይ እዩ? ኣነ ሕዚ ኣብ ዓፋር ኣለኹ። ንምንታይ ኢኻ ወጺኻ ኢኺ ትብልኒ ዘለኺ? ንምንታይ ኢኻ እቲ ሰራዊት እናሃለወ ሰራዊት ምህናጽ ኣድልዪ እኳ ኢኺ ትብልኒ ዘለኺ ዝመስለኒ። ንምንታይ ካብ ኣርማ ሓምሳ ካብ ሓይልታት ትግራይ ክትወጽእ ክኢልካ? ብቲ ዘሎ ኩነታት ስለ ዝበልካ እንታይ ዓይነት ኩነታት ንክትወጽእ ገይርካ? እቲ ናይ ትግራይ ኩነታት ከቢድ መኸተ ኢና ኣካይድና። እቲ መኸተ ኸቢድ እዩ ህዝቢ ትግራይ ኣብ ውሽጥን ኣብ ደገን ኣብ ከተማን ኣብ ገጠርን መንእሰይን ተዓብይን ኮይኑ ህዝቢ ትግራይ ክጠፍእ እዩ ካብ ምጥፋእ ንምድሓን ለይትን ቀትርን ሰሪሑ ካብ ምጥፋእ ኣድሒኑ ኣሎ ሰራዊት ዝብሃል ኣብ ትሕቲ ፓርቲ ክኸውን የብሉን። ኣብ ትሕቲ መንግስትን ብመንግስቲ ዝእዘዝን ናይ መንግስቲ መደባት ዘፋጥንን ናይ ፀፅታ ኩነታት ዘመዓራርን ንምቹው ኩነታት ናይ ልምዓት ኩነታት ዝፈጥርን ስርሑ ክሰርሕ ዘለዎን እዩ። ንኹሉ ገለልተኛ እዩ። ንኹሎም ፓርትታት ማዕረ ክርኢ ዘለዎ እዩ። ንኹሎም ህዝብታት ማዕረ እዩ ክርእዮም ዘለዎ። ኣብ ናይ ዘየእትዎ ናይ ፖለቲካ ክኣቱ የብሉን። እዙይ ወንጀል እዩ ዝኸውን። ኣብ ኢንተርናሽናሊ ሰራዊት ናብ ፓርቲ እናኣተወ ንሓማዝቆት ፓርቲ እቲ ኩነታት ከበላሽዎ እዩ ስለዚ ትክክል ኣይኮነን ዝብል ተረኣዲእና መጀመርያ ተረኣዲእና እሺ ኢሎም ገለልተኛ ኢና ኢሎም ውን መግለፂ ወፅዩ ፈሊጥክዮ ትኮኒ ኢኪ ድሕሪኡ ገለልተኛ ናኮነ ኢና ዝበልናሉ ቀስ ብቀስ tplf ናብ ሰራዊት ኣትዩ ናጨወየ ናጨወየ ዳይቨርት ገይሩ ካብ ኮር ንላዕሊ ዝብሃሉ ካድረታት ናይ ኮምሳር ካድረታት ናይ ቲፔለፍ ካድረታት ኣኪቡ ሰራዊት ስለዚ ህወሓት ብልምፀ የውፅእ። ህወሓት ካብ መዓዝ እዩ ሕዚ ንስኻ ኣብ ኣመራርሓ ሓይልታት ትግራይ ኢኻ ኔርካ ጀነራል ህወሓት ዝጨወዮ ንሓይልታት ትግራይ ጉባኤ ከካይድ ኣብ ዝበለሉ ቅነ ድዩ ካብ መዓዝ እዩ ህወሓት ንሓይልታት ትግራይ ክጨዊ ዝጀመረሉ?
ቅድሚኡ ታይ መስለኪ ቅድሚኡ ሒዙ ጨውይዎ እዩ ኣብቱ መኸተ ኣጋማሽ ኣብቲ መኸተ ኣጋማሽ ዝኾኑ ጀነራላት ወፅዮም ንሕና ናይ tplf ኣባላት ኢና ኢሎም እዮም ክስግር ሽዑ ዝነበረ ስግር መንግስቲ እታ ዲሞክራሲ ፈግ ኣቢሉ እታ ፀረ ዲሞክራሲ ሰይርዋ እታ ፀረ ዲሞክራሲ ኣብ ዝተሰውረትሉ tplf ኣብ መንቅርቅር ኣትዩ ምክንያቱ ቲፔለፍ ባዕሉ በይኑ ናገዘኤ በይኑ ናተሸመ በይኑ ናተመረፀ በይኑ ናመሓደረ እዩ መፅዩ ሐዚ ግን ስግግር መንግስቲ ናይ ብዙሓት ሰባት ተሳትፎ ዘለዎ እዩ ኮይኑ ስለዚ ዳሓር ናተቀርቀረ ናተቀርቀረ ታሕቲ እውን ተቀባልነት ናሰኣነ ኣብዝከደሉ ግዜ እቱ ሰራዊት ክሕግዞ ብብዙሕ ነገራት ኣብዚ ክዛረቦ ዘይደሊ ብብዙሕ ነገራት ን ሰራዊት ጨውዩ
ናትና ውድብና እዩ ክብል ገይሩ። ሰግዛጅ ንሎማዕን ዝበልናዮ መደብ እዚ መስል ነይሩ ሳብ ዝቅጽል መደብ ሰላም።